ሂወነይ ከምዚ ልከባኸብ ልሓስብ ልኣኽ ልግደስ ለደስት ሙቸትኺ ደስታኺ ሰሓቕኺ ለሐጉሶ ለደስቶ ኣፍቃሪ ስብኣይ መጣምርቲ ይፍጠረልኺ። ሰላም ሰላም ሰላም ናይ ቻናል ተኸታተልቲ ሃመና ኹም ድሕና ድኹም ኣነ ሰላም ኣምላኽ ይመስገን ብብድናኹምዎ ሰላምኹም ብዝሕ ትርፍ ይበለለይ። እኳዕ ድማ ኣብፀሐኩም ንበዓል ፋሲካ ንቀዳም ስዑር ማለት እዩ ያው ቀዳም ስዑር እዩ ነማዓንቲ ፅባሕ ሎማዓንቲ ቀዳም ስዑር ስለዝኾነ እንኳዕ ኣብፀሐኩም ናይ ኣውደ ኣመት ዋዜማ ከመይ ኣሎ ድሮ ኣውደ ኣመት ድባብ ልዕሊ እቲ ኣውደ ኣመት ድባብ ኣውደ ኣመት ኣነ ድባብ ናይቲ ኣውደ ኣመት ድባብ ብጣዕሚ ደስ ልብለኒ ማለት እዩ ድሮ ዋዜማው ብጣዕሚ እዩ በቃ እንድዒ ልዝግጅግ ልዝግጅት ገለ ብጣዕሚ ስለ እንትንትል በቃ ሓፍ ከፍ ስለ ትብል ፍሉይ ስሜት እንሀዎ ማለት እዩ። ቤተሰብ እንግዲህ እኳ ያው ሕና ስደት ኮይና ኣብቲ ዓዲ ለሕለፍናዮ ተስታውስ ኣለኻ ንእሽተን እኳ ክብድ ዝበለ ተኾነ ግን ብዘለኻዮ እግዚኣብሄር ይመስገን እዩ ልበሃልና። እንኳዕ ኣብፀሐኩም ኣብፀሐና ማለት እዩ። ያው ኣሕና ለእንግዲህ ኣብ ስደት ንመጀመርያ እንግዲህ ንመጀመርያ ከይኮነ ሲ ኣነ ንዓሰርተ ዓመታት ማለት እዩ ኣብ ስደት ለኽብር ኣለኽዎ ዓመት በዓል ማለት እዩ እና እስኹም ከ እስኽን ከ ንክንደይ ዓመት ተኽብር ኣለኹኖ እስኪ ተኽብር ኣለኹሞ ንመበል ክንደይ ዓመት ኣብ ኮሜንት ኣቕምጣለይ ኣቕምጥለይ ማለት እዩና ግን ልዕሊ ማንም ኣነ በቃ ቀዳም ስዑር ብጣዕሚ ፍልይ ዝበለ ካብቲ ውድ ኣመት እቲ ቀዳም ስዑር ለሎ ድባብ ናይ ድሮ ኣውድ ኣመት ለሎ ድባብ ናይ ዋዜማ ብጣዕሚ ብጣዕሚ ፍልይ ዝበለ ኢለ ኣነ ማለት እዩ እና ብጣዕሚ ደስ ልብለኒ በቃ ዝኾነ እንትን ነውና ስኹም ከሃም ኣነ ደ ትኾኑ ማለት እዩ ቤተሰብ እና እግዚኣብሔር ኣምላክ ልዚ ዓመት ልዚ መዓልቲ ልዚ ሰዓት ልዚ ደቂቃ ላብፅሐና ክብሩ ምስጋና ይብፅሓዮ ማለት እዩ ክብሩ ይስፋ ብጣዕሚ ደስ ልብለካ ብቻ ሕና እውን ኣብ ስደት ኮይና ዓመት ለዓመቱ ለዓቆረና ተመስገን ናበልና እኳ ኣብፅሐኩም ኣብፅሐና ማለት እዩ ብድጋሚ ክብራተይ የው ልማንቲ ድማ ዳኣሌክስ ፍቅርታት ልኾኑ ፍቁራት ሕዘ መፀናኹ ማለት እዩና ያው ዋዜማ ኣውደኣመት ከም ዝገብሩ ንሊሊ ሰርፕራይዝ ገብሩ ኣደስ ትዋኖ ማለት እዩ ክብራተይ በተለይ ደቂ ኣንስትዮ ኣሕዋተይ ከም ዝገብሩ ሓስቡ ብርእሱ ኣስተንትኑ ንዓኸን ንምሕጓስ ንዓኸን ንምሕጋዝ ንዓኸን ንምድሳት ንምስሓቕ ፍሽኽ ንማለት ልፅዕር ልሕሰብ ሰብኣይ ይፍጠረልኽን ይፍጠረልኽን ማለት እዩ ዋነይ መዓረይ ኩሉ ኣሜን ያ በናያት እና በእውነት በዚ ኣጋጣሚ ያው ሓስቡ ልገብር ስባይ ሓስቡ ልሰርሕ ስባይ ይፍጠረልኽን ክብል እየ ልደሊ ኣነ ማለት እዩ ብሓቂ ቤተሰብ ሓቂ እየ ምክንያቱስ ኩሉ ይኮነ ሓስቡ ብርእሱ ሓስቡ ግበር ከይተባሃለ ብርእሱ ሓስቡ ልገብር ኩሉ ሰብኣይ ኣይኮነ ማለት እዩ ኩራቴ እና ኣምስትር ኣለኹ ነው ያው ኣሌክስ ንልንምልሳት ኣምስትር ኣለኹ ነው ገብሩ ያው ልሊሊ ሰርፕራይዝ ዝገብርዋ ኣሎ ማለት እዩ ሰርፕራይዝ ብጣዕሚ ደስ ዝብለካ ያው ፍርጅ ቀሳላ ናይ ክዳን መሕፀቢ ማለት እዩ ማሽን ገዝኡላ ኣሎ ማለት እዩ እና እሳ እውን ያው ብጣዕሚ ደስ ብልዋ እናሰሓቐት ፍቕረይ ውይ እናበለት ማለት እዩ እና ብቻ ሰርፕራይዝ እውነት ብሓቂ ማለት እዩ ሰርፕራይዝ ሓስብካ ቃል ዶ እዚ ዓብዪ ኣቕሓ ዓብዪ ጉዕዞ ማለት እዩ። ዋላ ንእሽተይ ነገር ይኹን ሓስቡ እቲ ሰብ ሓስቡ ንዓኻ ልድምድ ሳትብል ሓስቡ ተገይርዎ በቃ ግዴታ ይኾነ ናይ ንእሽተን ሰርፕራይዝ እውን በቃ ዋላ ንእሽተን ሰርፕራይዝ ትኹን እቲ ሰብ ሓስቡ ካብ ላምፅኦ ድረስ ኩሉ ግዜ ይናገር እየ ቤተሰብ ኩሉ ግዜ ማለት እዩና ሓስቡ ካብ ላምፅኦ ድረስ በቃ ብጣዕሚ ዓብዪ ነገር እዩ ንዓኻ ማለት እዩ ትንሽተን ነገር ባላ ይኹን ትንሽተ ነገር ትናኣሰ ነገር ኣነ ብቻ ግን ሓሱ ለኣየይ ኣስተንትኑ በቃ ለኣነ ልምድሳት ውሉ ሓሱ ተገብርዎ በቃ ናይ ሰፕራይዝ ናይ ሰርፕራይዝ ንእሽተንን ዓብዪን የብሉ ይብለ ኩሉ ግዜ እየ ልናገር ማለት እዩ ኩሉ ግዜ ግዚ ሰርፕራይዝ ክግበር ገለገለ ንብል ኣብዛኛው ሰባት እኒሀና ንእስ ዝበለ ዋላ ዕምበባ ይኹን ገለ በቃ ዝኾነ ይኹን ቤተሰብና በቃ ሰርፕራይዝ ናይ ንእሽተን ዓብዪ የብሉይ ቤተሰብ ማለት እዩ። በቃ ብቻ እቲ ሰብ ሓሱ ገምቱ ለኣኻ ከደስት ክኾን ይብሉ ሓሱ እቲ ምሕሳው ልዋዕልስ በቂ የልል ኣነ ማለት እዩ ብሓቂ ኣብ ኩሉ ኣብ ማንም ኣብ ማንም ማንም ኣነ ከዚ ልዚ ሰርፕራይዝ ክግበር ገለ ገለ ብለ ኣይፈልጥን ቃሉ ናይዚኦም ብጣዕሚ ዓብዪ ነገር እዩ ግን ብሓፈሻ ንሪኦ ከለና ኣብ ካልእ ኣብ ካልእ ህይወት ንርኢ ከለና ብንእሽተይ ነገር ሰርፕራይዝ ዝገብሩ ነው ኣብ ኮሜንት ንዝደኻ ሰርፕራይዝ ገብርካ ኣጥዕምልኻ ዲ ገለገለ ንብል ኣጥዕምልኺ ዲ ገለገለ ንብል ሰባት ኢና በቃ ካብ ትፈትዮ ሰብ ንእሽተን ነገር ዋላ ይኹን ብጣዕሚ ለደሰተካ ብጣዕሚ ለሐጉሰካ ማለት እዩ እውነት በቃ ውሽጥኻ ብጣዕሚ ሰላማዊ ኢሉ ስምዐካና ንዚስ ንዚስ ገለ እናተለይ ንፉግር በሃልቲ እዮም ማለት እዩ እንግዲህ ወዳት እውን ንሰበይትኹም ንምሕጓስ ንፍቅረኛኹም ንምሕጋስ ሞክሩ ማለት እዩ ሞክሩ ብሓቂ ኣይ እዚ ደካ ኣይ እዝስ ኣይ እዝስ ንእሽተን እዝስ መሕፈሪ ገለገለ ኣይተበሉ ብሓቂ ማለት እዩ ናይ ንእሽተን ሰርፕራይዝ የብሉይ ኩሉ ግዜ እየ ልናገር ቤት ናይ ንእሽተይ ሰርፕራይዝ የብሉይ ኩሉ ብብቅዓሙ መዓት እዩ ብዙሕ እዩ እየ ልብል ኩሉ ግዜ እና ያው ይልመድኮ ማለት እዩ ደቂ ተባዕትዮ ኣሕዋተይ እውን እና ቤተሰብ ብጣዕሚ ያው ደስ ብልዎም ክሓልፍ ኣውድኣመት ውን ጽቡቅ ትምኒተይ ዩ ኣነ ማለት ዩ በዓልቲ ጽቡቅ በዓልቲ ሙሉእ ተስፋ እየ ማለት ዩ ያው ኣውድኣመት ጽቡቅ ገብርና ንክሕሊ ንከነሕልፍ ደስ ብልዋ ንክውዕል እዚ ገብረና እኹ ክብል ከሎ ሳውን ብጣዕሚ ደስ ኢልኒ ኣብላ ማለት ዩ ቤተሰብ እና ርሑስ ኣውድኣመት ክገብረሎም እናተመነኹ እስኹም ውን ጽቡቅ ትምኒትኩም ከይድኩም ኣብ ገዝኦም ትምነይሎም ተስፋ ይገብር ማለት እዩ ቤተሰብ እና አውደ ዓመት ያው ምስ ቤተሰብ ተለይኮኑ ያው አምሕና ዋላ ፈንተት ብሎም ዋላ ኣብ ቀረባ ይኩን ዳሚ ፈንተት ብሎም ዝነብሩ ፅምድታት እዮም ማለት እዩ ቤተሰብ ብቻ ግን ምስ ትፈትዮ ሰብ ኩሉ ግዜ ምቁር ኩሉ ግዜ ሕጉስ ኩሉ ግዜ ደስተኛ ስለትኾን ማለት እዩ ስለልኾንካ ካብኦም ከበሕና እሶም ይሐሹ ሃልቴ ማለት እዩ። ዋላ እኳ ድኣ ምስ ቤተሰቦም ኣይኹኑ ግን ምስ ውላዶም ምስ ባዕሎም ንባዕሎም ስለ ዝኾነ ብጣዕሚ ደስ ልብለካ ማለት እዩ። ብእውነት ሕና እኳ ሲ ኣብ ስደት ኮይና ካብ ውላድና ካብ ቤተሰብና ካብ ዋላ እኳ ድኣ ስኩላትና ኣብ ምስ ፍቅረኛ ድዩ ምስ ሰብኣይና ድዩ ዋላ ኣብ ስደት ንንበር ግን ኣውደ ኣመት ነኽብርና እውነት ኣውደ ኣመት ብስነ ስርዓት ሲ ወፅና ነክብር ንሓስብ ናይ ንፈልጢ ማለት ይሕናና ብቻ ሕናለ ስደት ስደት ናሕፅሩ ያው መረት ዓድና እርግፁ እንግዲህ ምስ ቤተሰብና ምስ ውላድና ነኽብሮ ይግበረና ማለት እዩ። በእውነት ቤተሰብ አውደ ዓመት ቃር ከሎ ዝኾነ ስሜት እነዎ ቤተሰብ ተመስገን ትብል ብቲ ሓደ ጎኒ ተመስገን ነዚ መዓልቲ ለብፅሕኻኒ ካብ ፈጣርኻ ተመስግኖ በቲ ሓደ ጎኒ ደማ ያው ናፍቆት ገለ ስለ ዝደራረበካ ክፍእ ውልካ ይውዕል ኣብ ኣውዳኣመት ማለት እዩ ኣውዳኣመት ኣብዛኛው ስደተኛታት ካፉኡና እዩ ልውዕል ማለት እዩ በቃ ናይ ዓድኻ ድባብ ይረኣየካ ትዝታ ብዙሕ ነገር ይረኣየካና በቃ ከፉኡካ በቃ ትውዕል ገለ እውነት ሓደ ሓደ ግዜ ሓደ ሓደ ኣውደ ኣመት ሳነ ናብ ኸኹ ልውዕል ኣሎ ኣውደ ኣመታት እኖ ማለት እዩ ምክንያቱ ዓደ ይረየኒ ወለደ ይረዩኒ ኣሕዋተ ይረዩኒ ብዙሕ ብዙሕ ነገር ብቻና ብቻ ግን ስለ ኩሉ ነገር እግዚኣብሔር ይመስገን ያው ሕና እውን ሓደ መዓልቲ ስደት ነሕፅሩ እንግዲህ ምስ ቤተሰብና ምስ ኣሕዋትና ምስ ወለድና ምስ ደቅና ነብዕሎ ገብረና እዩ እግዚኣብሔር ኣምላክ ማለት እዩ ብድጋሚ ርሑስ ቅንያት በዓል ፈስጋ ይገበረልኩም ይገበረልና ናበልኩ እና ናይ ሎማዕንቲ ቪድዮና ዘይመስል ነብሩ ብቐፃሊ ቪድዮ እስካብ ንራኸ ሰሰናዩ ናበልኩ ብዚ ክሰናበተኩም ክቡራደይ ሰሰናዩ ፀፅብቑ ጠጥዕሙ መሞቻኡ ለበለ ንዓኹም ናበልኩ ብዚ ክሰናበተኩም እየ ክቡራተይ ባይ ባይ